ሕራይ ኣብ ዝሓለፈ ብዛዕባ ፒሲ ስክሪን ርኢናያ ነርና ኣብዚ ሕጂ ንምሃሮ ቪድዮ ድማ ብዛዕባ ታብለት ስክሪን ክንርኢና ማለት እዩ እዚ ዊንዶውስ ቴን እዚ ኣብ ታብለት ኮምፒውተር ክፀዓን ከሎ ብከመይ ኣገባብ እንታይ ይመስል ዝብል ክንርኢና ከምኡውን ብታብለት ስክሪን ተጠቂምና ድማ ኣብ ኮምፒውተርና ክንጥቀመሉ ንኽእል ኢና ማለት እዩ ሕጂ ታብለት ስክሪን እንድሕር ደኣ ክንገብሮ ደሊና ነዚ ዊንዶውስ ናትና ኣብዛ ታሕቲ ትርእይዋ ዘለኹም ኣብዚ ኣብታ ኖቲፊኬሽን ኤርያ ኣብኣ ክሊክ ግበሩ እሞኒ ቀፂልና ኣብዚኣ ታሕቲ እዚኣ ትርእይዋ ዘለኹም እንታይ ትብላላ ታብለት ሞድ ትብላላ ንዓ ክሊክ ንግበራ ሕጂ ታብለት ሞድ ተወሊዑ ኣሎ ኣብ ዴስክቶፕና እውን ብዙሕ ምልውዋጥ ምቅያራት ርኢና ኣለና ማለት እዩ ሕጂ ትሪእዎ ኣለኹም እዚ ይመስል ማለት እዩ ታብለት ሞድ ልክዕ እዚ ዊንዶውስ ቴን እዚ ልክዕ ከም ኣብ ታብለት ንጥቀመሉ ዘለና ጌርና ክንጥቀመሉ ኢና ማለት እዩ ሕጂ እዚኣቶም ቶም ኣፕስ እዮም ማለት እዩ ቶም ኣፕስ መፅኦምና ኣለዉ እቲ ዴስክቶፕና ከዓ ከምዚ ጌርና ኤክስፓንድ ብምግባር ከዓ ክንዝርግሖ ንኽእል ኢና ማለት እዩ ሕጂ ብዚ ፓወር ዝብል ኣለና ሰቲንግስ ፒክቸርስ ዶክመንትስ ፎልደር ኣሎ እዚ ከዓ ኣየናይ ዩዘር ኣትዩ ከም ዘሎ እዩ ዝሕብረና ኩሎም እቶም ኣፕሊኬሽናትና ኣብዚ ኣቲና ክንሪኦም ንኽእል እቶም ኣብዚ ስታርት ዊንዶው መፅኦም ዘለዉ ታይልስ እዮም ዝበሃሉ እዚኣቶም ታይልስ ልክዕም ዝማቶኔላ ማለት እዩ ንዓታቶም ዘርእየና ዘሎ እዚ ከዓ ስታርት ባተን ኢልና ንፅውዖ ማለት እዩ ሕጂ እዚ ዊንዶው እዚ ትሪእዎ ዘለኹም እቲ ታብለት ሞድ ተባሂሉ ዝፅዋዕ እዩ ራይ እዚኣ ብቁፅሪ ሓደ ርኢናያ ዝፀናሕና እሳ እታ ሞር ኮማንድስ ትዝርግሓልና ማለት እዩ ኣብዚ ዘለዉ ኮማንድስ ብምሎም በስማቶም ዘርጊሓ ኤክስፓንድ ጌራ ተርእየና ክትከውን ከላ እዚ ኤ ተመልኪቱ ዘሎ ድማ እቲ ስታርት ስክሪን ኢልና ንፅውዖ እዩ ማለት እዩ እዚ ብምሉኡ ከም ዝተዘርጊሑ ዝረኣናዮ ስታርት ስክሪን ኢልና ንፅውዖ እዩ ማለት እዩ ካልእ ኣብዚኣ ንፈልጣ ዘለና እዛ ቢ ከዓ እዚ ባክ ባተን ኣላትና ማለት እዩ ናብቲ ፕሪቪየስ ከፊትካዮ ዝነበርካ ኣፕሊኬሽን ድሕዳ ክትምለስ ደሊኻ በዚኣ ባክ ተጠቂምካ ክትምለስ ትኽእል ኢኻ ማለት እዩ እዛ ሲ ከዓኒ እታ ኩሉ ግዜ ንፈልጣ ስታርት ባተን ኣላትና ኣብዚ ከዓ ስታርት ተባሂላ ትፅዋዕ ማለት እዩ ስለዚ እዚ ንሪኦ ዘለና እቲ ታብለት ሞድ ወይ ድማ ታብለት ስክሪን ጌርና ነቲ ዊንዶውስ ቴን ክንጥቀመሉ ምስ እንደሊ ነዚ ይመስል ማለት እዩ ብተወሳኺ እዚኣ እንድሕዳ ፀቂጥናያ ድማ እቲ ዘርጊሕናዮ ዝነበርና ሜኑ ከዓ እንታይ ይኸውን ማለት እዩ ኤክስፓንድ ኮይኑ ነበረ እንታይ ይኸውን ኮላፕስ ይገብር ማለት እዩ ካልእ ኣብዚኣ ዲ ከዓ እታ ኖቲፊኬሽን ባር ከዓ ኣላትና ማለት እዩ እታ ኖቲፊኬሽን ኤሪያ ንብላ ወይ ድማ ኣክሽን ሰንተር ተባሂላ እውን ትፅዋያ ማለት እዩ ተረዲኣትኩም ኣላ ሕጂ እዚ ኩሉ ኒቲ ኖቲፊኬሽን ኤርያ ኢልና ንፅውዖ እዚ ዘመልክተልኩም ዘለኹ እዚኣ ከዓ ንበይና እዚ ኣብዚኣ ዘላ ንሪኣ ዘለና እዛ ዲ ተመልኪትላ ዘሎ ከዓ እሳ ኣክሽን ሰንተር ተባሂላ ትፅዋዕ ማለት እዩ ሕጂ እዚ ክትፈልጥዎ ኣለኩም እቲ ተርምስ እናፀሓፍኩምዎ ተኸድኩም ዝበለፀ እዩ ስክሪን ኢልና ዝፀዋዕናዮ እንድሕር ደኣ ናብ ፒሲ ስክሪን ክንምለስ ደሊና ከ እንታይ ንገብር ልክዕ ኣብታ ዝኣተናያ ነታ ታብለት ሞድ ትብል ዘላ ነጥፋኣ ማለት እዩ ሕጂ ትርእይዋ ኣለኹም እዚኣ እንታይ ኮይና ኣላ ካብዘን ካልኦት ባተንስ ፍልይላ ተወሊዓ ኣላ ማለት እዩ ሕጂ ነዚኣ ነጥፋኣ ድሕሪ ኣጥፊና ናብ ምንታይ ተመሊስና ትርእይዎ ኣለኹም ናብቲ ፒሲ ስክሪን ተመሊስና ናብ ዴስክቶፕና ዴስክቶፕ ኣይኮንስ ስታርት ባተን ኣለና ኣብዚ ሰርች ባተን መፅእ ኣሎ እዚ ባክ ባተን ሕጂ ኣይንሪን ኢና ዘለና ኣብ ሰርች ኣለና ታስክ ባር ከዓ ኣለና ማለት እዩ እቲ ኖቲፊኬሽን ኤሪያን ኣክሽን ሰንተርን ከዓ ኣለዋና ማለት እዩ ሕጂ እዚ እቲ ፍልልይ ኣብ መንጎ ፒሲ ስክሪንን ናይ ዴስክቶፕ ናይ ታብለት ሞድ ክንገብራ ከለና ኣብ ኮምፒውተርና ከዓ ዘሎ ፍልልይ ማለት እዩ ካልእ ዝኾነ ክንሰርሕ ጸኒሕና ኣብዚኣ ኣብዛ ታሕት ምስ ከድኩም ኣብዚኣ እንታይ ኣላትኩም መሲልኩም ሓንቲ ንእሽተይ ባር ኣላ ናብ ዴስክቶፕ እንድሕዳኣ ክትምለሱ ደሊኹም ንዓኣ ክሊክ ትገብርዋ ማለት እዩ ሕጂ ንኣብነት ንርአ ኣብዚ ስታርት ኢለ ኣነ ዝኾነ ሓደ ፕሮግራም ክውልዐ ተረዳዲና ንኣብነት እዚኣ ኡዳሲ ወይ ድማ እዛ ካልኩሌተር ክውልዐ እታ ካልኩሌተር ተወሊዓ ኣላ ማለት እዩ ኣብዚ ክሰርሕ ፀኒሐ እንድሕዳ ናብ ዴስክቶፕ እንድሕዳ ክምለስ ደልየ ኣብዚኣ ታሕቲ ምስ ኮድኩብታ ጫፍ ሓንቲ ባር ኣላ ንዓ ክሊክ እንድሕር ገይርያ ርኢኹማ እንታይ ኮይና ማለት እዩ ብምሉእ እቲ ከፊተዮ ዝነበርኩ እንታይ ክኸውን ኣብዚ ታስክ ባር ሚኒማይዝ ዝኸውን ማለት እታ ካልኩሌተር ኣብዚ ሚኒማይዝ ኮይና ኣላ ማለት እዩ ሕጂ ንዓ ከይከፈትኩ ከዓ ርእዩ ናብታ ዝነበርኩ እታ ናይ ዴስክቶፕ ባር እንድሕዳ ፀቂጢያ ከዓ እቲ ወሊዐዮ ዝነበርኩ ከዓ ይምለስ ማለት እዩ ድሕር ፀቂጢያ ናብ ዴስክቶፕ ዳይሬክት ናብ ዴስክቶፕ ትወስደኒ ማለት እዩ መሊሰ እንድሕር ፀቂጢያ ግን ትወሊዐዮ ዝነበርኩ ከዓ ይምለስ ማለት እዩ እዚኣ ከዓ ክንፈልጣ ኣለና ማለት እዩ እዚ ሳይን ኣውት ዝብል ኦፕሽን ኣብ ኮምፒውተርና ንምንታይ ዝጠቕመና ንኣብነት ኮምፒውተርና ክንሰርሓላ ወይ ድማ ክንጥቀመላ ፀኒሕና ካልእ ሰብ ክትጥቀመላ ምስ ዝደሊ ንግዚኡ እቲ ናትና ኣካውንት እንታይ ንገብሮ ማለት እዩ ሳይን ኣውት ጌርና ነቲ ሰብ ብናቱ ኣካውንት ኣትዩ ንክሰርሕ ነኽእሎ ኣለና ማለት እዩ ሕጂ ከምዚ ክንገብር ንሕዳ ኮይና ኣብዚኣ ስታርት ኢልና ምስ ኣተና ኣብታ ስእልና ኣብታ ናትና ኣካውንት ማለት እዩ ኣብታ ናትና ኣካውንት ክሊክ ምስ ገበርና ኣብዚ ትሪዋ ዘለኹም ሳይን ኣውት ትብል ኣላ ማለት እዩ ሕጂ ኣነ እዚኣ ሳይን ኣውት እዚኣ ምስ ፀቐጥኩዋ ኣነ ክወጽእ እየ ግን ብምሉእ ከፊትዮ ዘለኹ ፋይላተይ ዝሰርሖ ዘለኹ ስራሓት ከም ዘለዎ ኣብዛ ኮምፒውተር ኣብቲ ሜሞሪ ክጸንሕ እዩ ማለት እዩ ብድሕሪኡ እዛ ኣር ትብል ኣካውንት ብካልእ ሰብ ክኣቱ እዩ ማለት እዩ ፓስወርዱ ገይሩ ንሱ ኣትዩ ድማ ተጠቂሙ ሰሪሑ ገለ ወዲኡ ከዓ ንሕደልዩ ሳይን ኣውት ገይሩ ንዓይ ክገድፈለ ይኽእል እዩ ማለት እዩ ኣነ ከዓ በቲ ናተይ ኣካውንት ኣትኻ እቲ ከፊትዮ ዝነበርኩ ስራሓት ከዓ ይቕፅል ምስ ወዳእኩ ከኣ ሳይን ኣውት ገይረ ከኣ ንዕኡ ከኣ ክጥቀመላ ከኣ በቲ ናቱ ኣካውንት ንክኣቱ ከኣ የኽእሎ ኣለኹ ማለት እዩ ስለዚ ኣብ ደ ሴም ታይም ካብ ክልተ ሰለስተ ሰባት ወይ ድማ ንሓንቲ ኮምፒውተር ካብቲ ሓደ ሰብ ንላዕሊ ካልኦት ሰባት ክጥቀሙላ ምስ ንደሊ ዓሰርተ ግዜ ሻዳውን ምግባር ገለ ኣየድልየናን ወይ ኣጥፊእኻ ምሃብ ገለስ ኣየድልየናን ሳይን ኣውት ጌርና ጥራይ ነቲ ክጥቀመላ ዝደልየ ሰብ ንህቦ በቲ ናቱ ኣካውንት ድማ ንሱ ኣቲ ከዓኒ ይሰርሕ ከምዚ እናገበርና ክንጥቀመላ ንኽእል ኢና ማለት እዩ ስለዚ እዛ ሳይን ኣውት ትብል ኦፕሽን ክትጥቀሙላ ተስፋ ገብር ሃራይ ከመይ ጌርና ኢና ኮምፒውተርና ሪሳርት ንገብራ ከምኡውን ሻዳውን ንገብራ ሕጂ ኣብ መንጎ ዘን ክልተ ነገራት ፍልልይ ኣሎ ኩሉ ግዜ ክንፈልጦ ዘለና ማለት እዩ ሪስታርት ምግባር ማለት ብምሉኡ እቲ ኣብ ኮምፒውተርና ተወሊዑ ክንሰርሓሉ ዝፀናሕና ኮምፒውተርና ኣጥፊኡ ነታ ኮምፒውተርና ባዕላ ሻዳውን ጌራ ባዕላ ድማ ከም ትጅምር ዝገብረልና መስርሒ ማለት እዩ ሕጂ እዚ ሪስታርት ኣብ ምንታይ ዝጠቕመና ምናልባት ኮምፒውተርና ኣብቲ ዝሕለና እዋን ወይ ድማ ዝኾነ ዘይተጸበናያ ነገር እንድሕር ደኣ ክትገብር ጀሚራ እታ ኮምፒውተርና ወይ ዝኾነ ሽግራት እንድሕር ከጓንፋ ጀሚሩ ሓደ ሓደ ግዜ ሪስታርት ምግባር ኣዝዩ ኣገዳሲ እዩ ማለት እዩ ከምኡ ብተመሳሳሊ ሓድሽ ሶፍትዌር ምጽዓና ኣላ ወይ ድማ ሓደሽቲ ድራይቨርስ ምጽዓና ወይ ኣፕግሬድ እንድሕር ደኣ ጌርናያ እታ ኮምፒውተርና ባዕላ ሪስታርት ትገብርያ ወይ ድማ ባዕልና ሪስታርት ክንገብራ ንግደድ ኢና ማለት እዩ እታ ሻዳውን እትብል ዘላ ግን ሻዳውን ማለት ፕሮፐርሊ ኮምፒውተርካ ምጥፋእ ማለት እዩ ኮምፒተር ኩሉ ግዜ ቅድሚ ሕጂ ተማሂርናዮ ኔርና በቲ ፓወር ባተን ናታ ጸቂጥኩም ሒዝኩም ኣይተጥፍእዋ ከምኡ ኣይግበርን እዩ ምክንያቱ ነቲ ኦፕሬቲንግ ሲስተም ናትኩም ክሃስዮ ስለ ዝኽእል ማለት እዩ ኩሉ ግዜ ኮምፒተር ሰሪሕኻ ምስ ወዳእኻ እቲ ትሰርሓሉ ዝጸናሕካ ፋይላት ኩሉ ፕሮፐርሊ ሴቭ ጌርካ ዓጺኻ ወዲእኻ ከምዛ ንሪኣ ዘለና ዴስክቶፕ መጀመርታ ጥራይ ተትርፋ ማለት እዩ ከምዚኣ ምስ ተትረፍካያ ኩሉ ብዚ ራን ዝገብር ኣፕሊኬሽን ክህልወካ የብሉን ኣብዚ ታስክ ባርካ ማለት እዩ ብድሕሪኡ ኣብዚ ስታርት ኢልኩም ምስ ኣተኹም ኣብዚኣ ፓወር ኣላትና እዚኣ ንሪኣ ዘለና እታ ፓወር ትበሃል እያ ፓወር ምስ ፀቐጥና ኮምፒውተርና ሪስታርት ክንገብራ እንድሕ ደሊና ኣብዚኣ ሪስታርት ንኣቱ ተረዲኣትኩም ድሕር ዳኣ ሻዳውን ክንገብራ ደሊና ድማ ኣብዚኣ ሻዳውን ትብል ንኣቱ ማለት ሕጂ ሻዳውን ክንብል ከለና ሙሉእ ብሙሉእ ኮምፒውተርና ምጥፋእ ክኸውን ከሎ ሪስታርት ክንብል ከለና ድማ እታ ኮምፒውተር ባዕላ ኮምፒተርና ኣጥፊኣ ባዕላ ከዓ ክትውልዓ ከላ ማለት እዩ ስለዚ እዘን ክልተ እዚኣተን ዲፈረንሰን ክትፈልጥዎን ክትክእሉ ኣለኩም ኣነ ሕጂ ምህረኩም ስለ ዘለኹ ኣብዚኤን ጠዊቐ ከርእየኩም ኣይክእልኒ ንስኹም ግን ክትፍትንዎን ትኽእሉ ኢኹም እቲ ዲፈረንሰን ፈቲንኩም ረእይዎን ማለት እዩ ሕራይ እምበር እታ ስታርት ስክሪን ኢልና ንጽውዓ እዚኣ እያ እዛ ስታርት ስክሪን እዚኣ ንሪኣ ዘለና ሕጂ ኣብ ኣርባዕተ ኣንጎሎ ከምዚኣ ኢላ መዚኣትና ኣላ እዛ ስታርት ስክሪን እዚኣ ፉል ስክሪን ልካ ከምዚ ናይ ዊንዶውስ ኤት እንጥቀመሉ ዝነበርና ከምኡ ክትኮነልና እንድሕዳ ደሊና እንታይ ኢና ንገብር ኣብዚኣ ስታርት ንኣቱ ሞኒ ሴቲንግስ ምስ ኣተና ኣብዚኣ እንታይ ትብል ኣላትና ፐርሶናላይዜሽን ትብል ኣላትና ኣብዚኣ ክሊክ ንገብር ቀፂልና ኣብዚኣ ስታርት ትብል ኦፕሽን ኣላ ማለት እዩ ኣብዚኣ ስታርት ትብል ኦፕሽን ምስ ኣተና ኣብዚ ታሕቲ ትሪዋ ኣለኹም ዩዝ ስታርት ፉል ስክሪን ትብል ዘላ እዚኣ ኦን ንገብራ ብራ ማለት እዩ ኦፍ እንድሕር ጌርና ከዓ ናብታ ዝነበረታ ስታርት ስክሪንና ከምዛ ንሪኣ ዘለና ኣብ ኣርባዕተ ኣንጎሎ ወይ ቦክስ ኮይና ትመፀና ማለት እዩ